ሰላም ሓት ኣብዛ ናይ ፍረንች ክላስ እምበኣር ብዛዕባ ቮካብላሪ ኮይኑ ኣብ ምዕራፍ ክልተ ኢና ደለና ምዕራፍ ኣብ ዝሓለፈ ክላስ ኣታይ ርኢና ነርና ምዕራፍ ክልተ ነጥቢ ሓደ ክልተ ነጥቢ ክልተ ክልተ ነጥቢ ሰለስተ ክልተ ነጥቢ ኣርባዕተ ርኢና ነርና ሕጂ ናይ መወዳእታ ምዕራፍ ክልተ ማለት እዩ ክልተ ነጥቢ ሓሙሽተ ክንርኢ ኢና ኦኬ ምዕራፍ ክልተ ነጥቢ ሓሙሽተ ዓሰርተ ሓሙሽተ ቮካብላሪ እዩ ደለዋ ኣብ መወዳእታ ስለ ዝኾነት እዘን ዓሰርተ ሓሙሽተ ቮካብላሪ ሓደ ብሓደ ክንሓልፈ ኢና ምክንያቱ እቲ ጎኑ ዘሎ ኮንቴክስት ብትግርኛ ደይ ክመሳሰል ይኽእል እዩ ወይ ደይ ክርዳእና ይኽእል እዩ ንሕና ግን ሓሳባት እንዳምፃና ሓደ ብሓደ ክንሪኦም ክንፈት ኢና ለልዩ ዶ ካኮንትክ ማለት መላለዩ ቦታ ፓርኪንግ ክኸውን ይኽእል ወይ ድማ እንዳሻ ክኸውን ይኽእል መላለዩ ቦታ ለልዩ ማለት ቦታ ማለት እዩ ደኻኮንትክ ከዓ መላለዩ ቦታ መላለይ ቦታ ማለት እዩ ኦኬ ቆፀራ ኣብኡ ክንወሃብ ንኽእል ኢና ንኣብነት ኣብ ነፍሰ ከፈንከስ ከንታይ ከም ኩሉ ግዜ መዘከርታ ማለት እዩ ክፅሕፍዎ ክትክእሉ ኣለኩም ክትለማመዶ ፅሕፈት ፈትኑ ክትሽምድሩ ወነተን ኣልፋቤት እንደገና ክተድምፅዎ ክትክእሉ ኣለኩም ክሊክ ትገብሩ ንምድማፅ ክትሕግዘኩም ምእንቲ እዚ ንኣዳማዊ ምጻሕ ክሕግዘኩም ኢና ነፍሲ ወከፈን ግዜ እንዳበላዕኩም ንሕና ሕልፍ ሕልፍ ክንብሎ ኢና እንደገና ከዓኒ ኣብ ኮንቴክስት እንድሕር ኣረኪብኩሞ ክትርድእዎ ክትክእሉ ኣለኩም ኦኬ ልልዩ ዳኻ ኮንት ካልኣይቲ እንታይ ኣለ ትብለና ኣላ ኣብ ኸሴ ደፕላ ቲፒክ ኣብ ኸሴ ማለት እታ ቀዳሚቲ ቃል ማለት እዩ ምድናቕ ማለት እዩ ኣብ ኸሴስ ደቂ ሰባት ክነድና ንኽእል ነገራት ክነድና ንኽእል ኤክሴተራ ብዙሕ ነገር ክነድና ንኽእል ኢና ኣብዚ እንታይ ይብለና ኣሎ ግዝያውያን መግብታት ማለት ግዝያውያን ሕጂ ንኣብነት ፀሓይ እንድሕር ደኣ ተኾይኑ ናይ ፀሓይ ዝኾይኑ መግብታት ምድናቕ ግዜ ቁሪ ተኾይኑ ውዕይ ውዕይ ዝኾኑ ነገራት ምድናቕ ኤክሰትራ ኣብ ፕሬሴ ደፕላ ቲፒክ ግዝያውያን ዝኾኑ መግብታት ምድናቕ ማለት እዩ ኣብ ፕሬሴ ከዓኒ ክንትርጉሞ ንኽእል ኢና ዣ ፕሬሲ ታ ፕሬሲ ላ ፕሬሲ ነዛ ፕሬሲዮ ስታዲክ ማለት የድንቕ ተድንቕ ነድንቕ ንሕና ብሓባር ተድንቑ ንስኹም ንሳተን የድንቓ ኤክሰትራ ኮንጁጌት ክትገብርዎስ ፈትኑ በቲ ዝሓለፈ ዝረኣናዮ ግራማቲክ ማለት እዩ ኣብ ዝሓለፈ ትምህርቲ ተመርኪስኩም እተን ሓሙሽተ ክንዲ ስም እንተገደደ ኣብ ነፍሰ ወከፍ ቃል ክትረኽበሎም ተበለጹለን ኮንጁጌት ክትገብርዎን ፈትኑ ላስፔሳሊቴ ማለት ከዓኒ ዝትሕትኡ ደሎ ፍሉይነት እንድሕር ደኣ ኣዝና ዝተማሃርናዮ ነገር ተኾይኑ ፍልይ ዝበለ መልክዕ ዝተማሃርናዮ ተኾይኑ ስፔሳሊቴ ናህና እዩ ኣንቪቴ ምዕዳም ማለት እዩ ዣንቪት ኣንቪት ኢላንቪት ይዕድም ትዕድም ንዕድም ኤክሰተራ ደጋግሞ ከዘክረኩም ኢለ እምበር ናባኹም ክግብር ፍት ስራሕ ኣንቪቴ ኬልካ ንክስተኻን ኣንቪቴ ማለት ምዕዳም ማለት እዩ ኢልና ምሽ ኬልካን ማለት ከዓ ሓደ ሰብ ማለት እዩ ኣብ ሬስቶራንት ሓደ ሰብ ኣብ ሬስቶራንት ንዕድም ብጠቕላላ ማለት እዩ ላፎክሸት ማንካ ማለት እዩ ላክየኽ ኖ ላፎክሸት ፋርኬታ ማለት እዩ ላክየኽ ማንካ ማለት እዩ ለክቶ ካራ ማለት እዩ ለቦተይ መትሓዚ ማይ ቡተይ ክንብል ከለና ባይዘ መብዛሕትኡ ግዜ ጎማ ክኸውን ይኽእል ወይ ድማ ኖርማል መትሓዚ ማይ ቡተይ ክንብል ከለና ብሓፈሻ መትሓዚ ማይ ክንጠቕል ከለና እዩ ቨክሴ ከዓ ምድፋእ ማለት እዩ ፈሳሲ ክንደፍእ ከለና ዝኾነ ፀባ ክኸውን ይኽእል ማይ ክኸውን ይኽእል ሻ ክኸውን ቨክሴ ማለት ምድፋእ ማለት እዩ ይደፍእ ትደፍእ ንደፍእ ኢልና ክንቀፅል ንኽእል ኢና ቨርቦ ክሳብ ዝኾነ እወ ስለ ዝውድ ዘሎ ክንጥቀመሉ ንፈትን በተን ሓሙሽተ ክንዲ ስብ ኮንጅጌት ክንገብሮም ንፈትን ጀቨርስ ትቨርስ ኢቨርስ ኢንቨርሲዮን ቡቨርሴ ኤክሰትራ ማለት እዩ ፕላን ሙሉእ ማለት እዩ ማይ ክኸውን ይኽእል እቲ ሙሉእ ንኣብነት ሌፕላን ድሕሪ ኢልና ሙሉእ እዩ ደሎ በንፃሩ ከዓ ቪድ እንድሕሪ ኢልና ጥርሑ ወይ ድማ ባዶን ዘሎ ነገር ወላ ሓደ ዘይብሉ ለቨክ እንድሕር ኢልና ጥርሙዝ ኮይኑ ንኣብነት ጥርሙዝ መስተይ ማይ ብኬሪ ብኬር ተዘይተጋገ ንብሎ ትግርኛ ብኬር ንሳ ሕጂ ለቨኽ ኢኻ ንብሎ ዝኾነ ቢራ ንሰተሉ ነገር እንዳረኣሃሊ ወይ ድማ ዝኾነ ዓይነት መስተ መብዛሕትኡ ግዜ ብጥርሙዝ መጋሪ ኢና ንሰቲ ብጥርሙዝ መሳሊ ይቕሬታ ኢና ንሰቲ ብቬኽ ማለት እዩ ላሴት ቢያቲ ማለት እዩ ለቦል ውለብላ ከዓ መግቢ ናይ ሎማዓንቲ ቮካብላሪ ኣዝየን ውሕዳት እየን ግን እንድሕር ብኡ መፅር ደጋጊምና ኣብ ዝተፈላለየ ኮንቴክስት ኣብ ዝተፈላለየ ሓሳባት ክነእትወን ፈቲና እኹል እዩ ቅድሚ ናብ ዝተፈላለየ መልክዕ ከመይ ጌርና ንምሃሮ ምእታውና ኣብዚአን ናይዘን ዝረኣናየን ዝተወሰነ መዘከርታ ክንገብር ድሓን ካብተን ቀዳ ካብተን 15 ቃላት ስታ ቀዳመይቲ ንፈትና መላለዪ ቦታ እንታይ እዩ ነይሩ ብሓባር ዝረኣናየ እዩ ለልዩ ዳኻ ኮንት ክሊክ ንገብር ተረሲዕናያ እምበኣር ተምፃልና እቲ ድምፂ እውን ኣብዚያ መፂና ክሊክ ተጌርና እቲ ዳምፃት ነግረና ማለት እዩ ለልዩ ዳኻ ኮንት ናብታ ካልኣይቲ ክንከይድና ግዝያዊ መግብታት ምድናቕ ኣፕሬሲየ ለ ፕላ ቲፒክ ተረሲዕናዮ ከዓ ክመፅና ክሊክ ንገብር ኣፕሬሲየ ለ ፕላ ቲፒክ ባይዘወይ እዚ ሊያ ኣለኩም ብመንፅር ኣንቪቴሽን ስለ ዝተሰደደልኩም ብክላስ ኣለኩም ምናልባት ነቶም ብደገ ድመፁ ግን ኮንታክት ክገብሩ ፈትኑ ምክንያቱ ክስደደልኩም እቲ ኣንቪቴሽን ናይዚ ሊያን ኣብ ተመሳሳሊ ፔጅ ክንከውን ኢና ሽዑ ንምርድኡ ኣዝዩ ይቐልል እዩ ዝበዝሐ ስራስ ናባኹም እዩ እቲ ምልላይ ተዘይኮይኑ ኦኬ ሳልሰይቲ ክንከይድ ንኽእል ኢና ንስለ ምርዳእ ፍሉይነት ፍሉይነት ዝዝክርዋ ካብተን ዝረኣናዮም በካብላርያት ዘይኮይና ክሊክ ትገብሩ ላስፔሳሊቴ ኤክሴተራ ኤክሴተራ ከምኡ እናገርኩም ክትመሃርዎ ትኽእሉ ኢኹም ብዛዕባ መምሃር እንዳተዛረብና ሰለስተ ዓይነት መምሃር ኣለኩም ካርታ ኣላትኩም ካርታ እቲ ምረፅ ማለት እዩ ብመንፅር ምረፅ ክትምህረኩም ክትፍትን እያ ዝተፈላለየ ካርታ እንዳቕረበት የነይቲ ምስ የነይቲ ትሳነ ትግርኛን ፍሬንች እንዳምፀት ብመንፅር ምረፅ ክትሓተኩም ክትፍትነን እያ ምእንቲ ንክትመሃርዎ እዩ ኣብ ክኾን ከዓኒ ብሰሌክሽን ካብዚአን ኩለንስ የነይቲ ኣነ እዚኣ ትመስል እንዳበለት ክትሓተኩም እያ እዚ ባይዘወይ ኣብ ቀዳማይ ቅድሚ ምጅማር ናብቲ መጀመርታ ናይ ትምህርትና ቀዳማይ ሰሙናት ርኢናዮ ነርና እቲ ሌላ ሓፈሻዊ ናይ ኪዝለት ናይዚ ኣፕሊኬሽን ኣሶሴ እቲ ኣዛምዲ ብመንፅር ኣዛምዲ እውን ኣብዚ ክትምህረኩም ትፈቶ እያ ካብ ሰለስተን ብዝተሰማማዓኩም ነቲ ከተፅንዕዎ ፈትኖ ሓንሳብ ኣፅኒዕናዮ ኩሉ ሸምዲድናዮ ኣለና ምስ በልኩም መፂኹም ቴስት ግበሩ እቲ ቴስት ከዓኒ ካብ ሰለስተ ኣርባዕተ እንተገደዳ ብዛ ዓሰርተ ሓሙሽተ ቮካብላሪ ስለ ዘለዋስ ካብ ክልተ ሰለስተ ንላዕሊ ክንጋገ የብልና እንተዘይ ኮይኑ ደጊምና ምስናዕ ከድልየና እዩ ማለት እዩ እዚኣ እታ ናይ ፍረንች ቮካብላሪ ብሓደ ኮይና ምዕራፍ ክልተ ነጥቢ ሓሙሽተ እታ ናይ መወዳእታ ቻፕተር እቲያ ኣብ ዝመፅእ ናብ ቻፕተር ስሪ ናብ ቻፕተር ሰለስተ ክንሰግር ኢና